ኣክልና ዓወት ተረኺቦም ምርኻቦም ግን ፅቡቕ እንዳሃለ ግን ከዓ ኣብዚ ሰዓት ዓወት እንታይ ከም ዝሓስብ ዘሎ ንፈልጥ ኢና። ኣክ ድማ ብጣዕሚ ተናዲዳን ብጣዕሚ ሓዚናን እያ ዘለና። ምርኻቦም ጽቡቅ ኮይኑ ናሃለወ ጊን ብጣዕሚ ደንጉያ እያ ኣኪ ማለት እዩ እስካብ ሕዚ ዘይምርካባ ንባዕሉ ዓብይ ጌጋ እዩ። ሰላም ሰላም ናይዛ ዩቱብ ተኸታተልቲ ዝኾንኩም ቤተሰብ ከመይ ኣለኹም ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ኣብ ዘለኹምዎ ሰላምኩም ብዝሕ ትርፊ ይበለለይ እንዳበልኩ ለማዓንቲ ድማ ብሓድሽ ቪድዮና ያው ብደስ ትብል ዳኹለኩም ንእሽተን ከዓ ደስ ዘይብል ኩነታት ስለ ተፈጢሩ ዘሎ እንታይ ተፈጢሩ ዝብል ክንርኢ ኢና ማለት እዩ። እስካብ መጨረሻ ሓቢርኩም ምሳይ ፅንሑ ኢኹም። ግን እዛ ቪድዮ ክጅምር ከለኹም መጀመርያ ላይ ገይርኩም ጀመሩ ኢኹም ማለት እዩ። ሓደሽቲ ዝኾንኩም ድማ ሰብስክራይብ እንዳበርኩም ቤተሰብ ኩን ማለት እዩ። ብቐንዕና ሰብስክራይብ ላይክ ትገብሩለይ ብልቢ ብልቢ እየ ዘመስግን እግዚኣብሔር የኽበረለይ ክብ ይደሊ ማለት እዩ ሕዚ እውን ምብርትታዕኹም ኣይፈለየኒ ምብርትታዕኹም ቀጻልኹም ዝኾን እርግፀኛ እየ ማለት እዩ እምበሃር ከምቲ ኣብ ርእሲ መእተዊ ሒዘልኩ መፀ ዘለኹ ብዛዕባ ኣክና ሓዎቹ ሒዘ መፀ ዘለኹ ማለት እዩ ክሳብ መጨረሻ ሓቢርኩም ፅንሑ ማለት እዩ መጀመርያ ካብ ዝሓለፈ ንእሽተይ ንመዘኻኸሪ ዝኸውን እሞ ክናገር ካብኡ ናብቲ መደበይ ከብለኩም እየ ማለት እዩ። ኣኪና ዓወት ያው ብዘይምርዳእ ኣስካብ ሕዚ ኣይተራደድኡን ፅባሕ ሰላም ክፈጥሩ እዮም ሕዚ ሰላም ክፈጥሩ እዮም ብዝብል ብተስፋ ኢና ነርናና ክስካብ ሕዚ ምንም ዝተፈጠረ ነገር ምንም ኣይተረጋግዑ ዘለዉ ኩሎም ማለት እዩ ብኣጋጢሞም ዝነበረ ኣብ ጎኒ ዓወቲ ኮይና ሰላም ከም ኣኪ ማለት እዩ ኣኪ ክትጭነቐሉ ኣኪ ክትሓስበሉ ዝነበረት ሰላም እያ ኣብ ጎኒ ኮይና እዚ ትግበር እዚ ግበር ኢላ ትንቀሳቀስ ዘላ ሰላም እያ ማለት እዩ። ኣኪ ግን ክስካብ ሕዚ ምንም ከምቲ እትርእይዋ ኣለኹም ምንም የላይ እኒኣ ማለት እዩ። ኣብ ጎንሲ የላን። ሕጂ ስደት ክኸደ ኢሉ ካብ ዝሓስብ እኳስ ክንደይ መዓልቲ ሰለስተ ግዜ ቪድዮ ሰሪሖም ኣለዉ። ብዙሕ ግዜ እውን ዘይሰርሕሉ ኣለዎም ማለት እዩ እና ክስካብ ሕዚ ኣኪ ኣይረኸበቶን። ኣይመጾተን ቀንያ ነይራ ማለት እዩ። ሎማዓንቲ እዮም ብኣካል ተራኺቦም ዘለዉ ማለት እዩ። እዚ ንባዕሉ ዓብዪ ዓብዪ ዘናድድ ዘበሳጭ እዩ ማለት እስካብ ሕዚ ዘይምርካባ ንባዕሉ ሲ ብጣዕሚ እዩ ዘናደካ ማለት እዩ። ኣብ ቦታ ዓወት ኮይነ ክሪኦ ከለኹ ብጣዕሚ እዩ ዘናድድ ብጣዕሚ እዩ ዘበሳጭ ማለት እዩ። ናብዚ ስደት ክኸድ እዩ ኢሎም ክነግርዎ ከለዉ ወይ ከዓ ክትርኢ ከላ ቪድዮ ሲ ተገዲሳ ክትረኽቦ ነይርዋ። እዙይ እንታይኡ ዝኾነ በቃ ሲ እንደ ዝተደበቐ ምስጢር ለለዋ ኮይኑ ይስምዐኒ ኣኪ ማለት እዩ ማዕረ ክንድዚ ሲ ብዓወት ግጭ ክንሲ ኣይምክኣለት እዩ እሞ ከዓ ናብ ሊብያ ክኸድ እንዳተባሃለ ማለት እዩ። ከመይ ኮይኑ ይስምዐኩም ቤተሰብ? ኣነ ንባዕለይ ማለት ክትናገረሉ እኳሲ የሰክፍ እዩ። ናተይ ዝበልካያ ሰብ ምናብርተይ ኢልካ ዝሓሰብካያሲ ማዕረ ክንድዚ ክትርሕቀካ ከላ ክንደየናይ ከም ዘበሳጭ ይጠፍኣኩም እየስ ኣይበልን ማለት እዩ ርኢኹምዎ ከም ምስ ዓርኩ ኮይና ክተዋግኣ ከላ ድሓን ብሰንከይ እንድሕር ዝኸድ ተሃልዩ ዓወት በቃ ከም ዘይኸድሲ ክገብር እየ ከም ዘረጋጋዕሲ ክገብር እየ ኢላ ነይራ ግን ግን ድማ የላን ኢላ ብቻ እምበር የላን ኣነ ትማሊ ዝሰርሕዎ ቪድዮ ምስ ሰላም ኮይኖም ዝሰርሕዎ ምስ ኣኪ ተራኺቦም ክረዳድኡ እዩ ሓሲበ ነይረ ማለት እዩ ግን ኣነ ከምቲ ዝሓሰብኮ ዘይኮነ ካሊእ ዝኾን ዘሎ ካሊእ ካሊእ እዩ ዝኾን ዘሎ ቤተሰብ ማለት እዩ እና ማራ እዩ ዘደንግፀካ ማለት ሰኣን ጥፍኣቱ ምንጋር ናብዚ ኩሉ ክዓ ገልጠም ዝኣቱ ዘሎ ማለት ሰኣን ጥፍኣቱ ምንጋር ማለት እዩ ጥፍኣቱ ተትናገሮ ነይራ እዚ ኩሉ ኣይምተፈጠረ ነይሩ ተተፈጢሩ ነይኳሲ ምተፈትሐ ነይሩ ይብል ማለት እዩ ኣኪ ብጣዕሚ ኣነ ኣብ ጎኒ ኣኪ እንዴ ነይራ እስካ ዘለማዓንቲ ማለት እዩ ግን ኣኪ ብጣዕሚ ብጣዕሚ ብጣዕሚ ትድንጉላ ማለት እዩ እንደ ናታ ኣንቲ ነገራት ኣይተረደእንን ነቲ ሓሳባትስ ኣይተረድእንን እንታይ እያ ምስ ዓወት ምፍልላይ ድያ ትደልላ ወይስ ምርድዳእ እያ ክኸድ ተይሉ ኣይትሰዶን ክቐርባ ተይሉ ከዓ ትርሕቆ ከምዚ ዓይነት ሰብሲ ኣቸጋሪ እዩ ብእውነት ማለት እዩ ቤተሰብ ብጣዕሚ እዩ ኣቸጋሪ ኣብ ሂወትካ መፅእ ኺድ ዝብል ሰብ ብጣዕሚ ኣቸጋሪ ብጣዕሚ ኣፀጋሚ እዩ ቤተሰብ ኣኮ እውን ከምኣ ኮይና እኒኣ ክኸድ ተበለት ትመፆ ተመፀ ከዓነ ትርሕቆ እያ እኒኣ እና ብጣዕሚ ከቢድ ነገር እዩ ማለት እዩ። በስተ መጨረሻ ግን ተራኺቦም ኣለዉ ክፈትሕዎ ድዮም ወይስ ዓወት ግድን ስደቱ ቅፅል እዩ ክኸድ እዩ ወይስ ክገድፎ ድዩ? ገና እዩ ኣይተፈለጠን ዘሎ ማለት እዩ ግን ኣኪ ከም ተቐርዮ ተስፋ ይገብር ምክንያቱ ኩል ነገር ኣብ ኢደ እዩ ዘሎ እቲ ምስጢር ትብሎ ዘላ ተተነጊራቶ ክገድፎ ይኾን ኢለ ይሓስብ ማለት ዘይገድፈሉ ምክንያትስ የለን ብሰንኪ ጭንቀት፣ ብሰንኪ ዘይምርድዳእ ምስኣኪ ክኸውን እውን ስደት ዝመረጻ ኣይፈልጥይ ማለት ጭንቀት እዚ ከቢድ እዩ ቤተሰብ ኣነ ንዓኹም ኣይነግረኩም ጭንቀት ክንደይ ናይ ሕማቅ ውሳኔ ከም ዝወስን ይጠፍኣኩም ኢለሲ ኣይሓስብ ማለት እዩ ማዕራ ክንዲዚ እንዳተጨነቃ ጸጢላ ምርኣያ ኣክጊን ከይገረመኒስ ኣይተረፈን ማለት እዩ ማለት ይፍቅሮ እየ ትብል መናብርቲ እዩ ትብል ሰብ ከምዚ እንዳተጨነቐ ፀጥ ክትብል ሰላም እኳ ሰላም ንባዕላሲ መዓረ ክንደየናይ ትጭነቐሉ ኣላ ትርኢ ኣለኹም ኢላ ኢላ ግን ክትምጥላ እያ ንዓኪ ሰላም ማለት እዩ ከምዚ ትኸዶ ዘላ ኣካይዳ ማለት እዩ ሰላም ክትምንጥላ እያ ክትምንጥላ ብኦን ዝብለኩ ኣለኹ ንሓቂ እየ ከመይ እያ ትመስል ኣክሲ ትፈዘዝ ኣላ ዋ ኣንሕና ብሓደ ኮይኖም ክመፁ እዮም ክዕረቑ እዮም ተበልና ወይከ ምዕራቕ የለ ብሓደ ምምፃእ የለ እዚ ምስ ግዜ ምንዋሕ ከዓኒሲ እንታይ ከም ዝፍጠርሲ ኣይፍለጥን። እውነት እየ ዝብለኩም ዘለኹ ማለት እዩ። እናተረዳዲኦም ችግሮም ክፈትሑ ህይወት እኮ ተረዳዲእኻ እሂን ምሂን እናበልካ ኢኻ እምበር ኩሉ ከም ትደልዮ እኳ ኣይኾነልካ ብርግፅ ማለት እዩ። ከም ትድሊ ሰኢኮኒ ሂወት ብምርዳእ እያ ኩሉ ነገር ተተራዳዲእካ ኢካ ክትፈትሖ ትክእል እምበር እንድሕር ዘይተረዳዳእካ ብሓድ ናይ ምንባርካ እውን ሲ ከቢድ እዩ ኣብ ሕቶ ምልክት እዩ ማለት እዩ እና ለማዓንቲ ተራኪቦም ኣለዉ ሰላም ክፈትሕዎ ሰላም ኮይኑ ተስፋ ይገብር ማለት እዩ ሰላም ክፈትሖ ተስፋ ይገብር ናብ ምርኻቦም ደስ ኢሉኒ ቤተሰብ ማለት እዩ እንኳዕ ተረኸቡ ካብኡ ዘሎ ከዓኒ ካብ ባዕሎም ካብ ኣፎም ክንሰምዖ ኢና ማለት እዩ ክስካብ ዝመፅና ብቻ ብሰላም ይፅንሐና ንኣና እውን ነኒ ለማዓንቲ ቪድዮ ሒዝያ ዝመፅእ ከዚኣ ትመስል ነይራ ኣብ ቀጻሊ ቢድዮና ክሳብ ንራኸብ ሰስነ ንዓኹም ባይ ባይ።